ናይም ኣቦይን ሓውቦይን ብሓሳብ ይረብ ደው ኢሎሎምሲ ተቆልዓ ኣበይ ኣሎ ኢሎም ስባ እንዳ ዓዲ ኣበይ ተሎ ተኣሲሩ እንደገና ሳዋ ናቢ ጋዕጤላይ ድዮም ገለ ወሲዶሞስ ንዕርፍቲ ዝሰደድዎስ ኣመርዕዎ ኢሎና ሓውቦይ ኣይ- ተረዲእካ ኣይብሉኻን ዶ ጽናዕ እዮም። ክነግረካ ሓንሳብ ጽናዕ ኣይብሉኻን እዮም እንተዝብሉኻ ቀደም ሪከርድ ጌርካ ኣምፂኻ ምፈንኻያ ኣፈወርቅን ዘይፈልጠካ በሎ ኣይብሉኻን እዮም ኣይብሉኻን እዮም ኣይብሉኻን እዮም እንተዝብሉኻ ነይሮም ሪከርድ ጌርካ ክስ ሽቅጠሉ ቀደም ሸር ትብሎ ዘይንፋለጥ ድዩ መሲልኩም ንፋለጥ እኮ ኢና ዓሰርተ ዓመት እኮ ኢና ኣብ ሓደ ነርና ከምኡ ኢሎ ምዃይ እንተ ከመይ ዝበልኩም ዓይነ ውፃ ኢኹም ንስኻትኩም ኣፈወርቂ ትገብሮ ስናባና ተላግብዎ እዚ ኢሎምኻሲ ላይፍ ናብ ኣቦኻ እንዳደወልካ እንዲኻ ላይፍ ኣብዚ መፂኻ ተስምዖም ቃል ኣቦኻ እዚ ዘረባ እዚ ኢሎምኻ ተኣሲሩ ተፈቲሑ ተዓፂ ኢሎምኻ ሪከርድ ጌርካሲ ንማንኤል እያሱ ትሸጠሉ ንወዲ ፀፋሕ እግራ ትሸጠሉ ክንደይ መጋዋሕካ ኣሎ ካልእ ይግበር እዚ ሰሚዕኻስ እ ከመይ ትም ደሓን በቃ እቶም ስድራ ቤትናስ በዓልና ነውፆም እቶም ስድራ ቤት ናትካ እቶም ናይ ኳዓዲት መን የውፅኦም ኣሎ ናብ ናበይ ክወፁ ንትግራይ መን የውፅኦም ኣሎ እቶም ደቂ ኳዓዲት ምሳኻ ዘሎ ወዲ ሓወበይ ይኸውን
ቦክ የብልካ ኣብ ነገር ኢማ ቦይተ ዝቢ ስኡ ዝቢ እዚኣ ክትዕ ኣይኮነትን ከም ቦታትኩም ክመጉቱ ብሓቂ እየ ዝብለካ ዘለኹ ሓፋሽ ይዕዘበካ ኣሎ ሓፋሽ ይዕዘበካ ኣሎ ንመንግስቲ ኤርትራ ከተውድቅ ንህዝቢ ኤርትራ ፋሕፋሕ ኣቢልካ ትግራይ ኣብ ልዕሊ ህዝቢ ኤርትራ ሕነኦም ክፈድዩ ትገብርዎ ዘለኹም ውዲት እዩ ን ኣብ ውሽጢ ሃገር ዘሎ ደዊልካ ውጻእ ነዚ እብዚ ዘሎ ከኣ ጓይላ ከይትገብር በሎ ዳዕምሶ ብደንጎላ ብገለ እንዳበልኩም ንህዝቢ ኤርትራ ንጥፍኣቱ ትእውጁ ዘለኹም ብውሽጥን ብደገን ንስኹም ኢኹም ምስ ሕወሓት ዝዓረኽኩም ሰራዊት ናይ ኣሉላ ዮውሃንስ ኢኹም ኣሉላ ዮውሃንስ ዝጥብረኩም ዝምውለኩም ዘጉስመኩም ኢኹም ብዓሰባን ወዲ ዓሰባን ትኸዱ እንታይ ኮይንካ ንኤርትራ ዘይትኸይድ ሕጂ ንስኻ እንታይ ኮይንካ ንኤርትራ ዘይትኸይድ
ንኤርትራ ከይደ ተኾንኩ እንታይ ትፈልጥ ኣበይ ክትከይድ እንታይ ክትገብር እንታይ ክትገብር ክትወፅእ ኤርትራ እንታይ ኮይንካ ይፈልጥ እንዲ ኣነ እንታይ ኮይነ ዘይወፅእ እንታይ ኮይነ ምንታይ ሓይሽካ ከይድካ ሓራይ እንታይ ኮይነ